ሓንቲ ጓል ክትሰጎካ ከም ትደሊ ዝሕብር ምልክት። ካብ መጀመርታ ፍጥረት ኣትሒዙ ደቂ ተባዕትዮ ኩሉ ግዜ ደድሕሪ ደቂ ኣንስትዮ ምስ ከዱ እዮም። ምህዳን ደቂ ኣንስትዮ ኣብ ዲኤንኤ ናቶም እዩ ዘሎ። ልክዕ ከምቲ ኣብ ዱር ኣብ መንጎ ዋይልድ ኣኒማልስ ዝግበር ምህዳን ማለት እዩ። ሓንቲ ጓል ብኣወዳት ከም ትድለ ትፈልጥ እያ። ምስ መን ፍቕራዊ ርክብ ክትምስርት ከም ትደሊ ብኸመይ ክትፍቶ ከም ትኽእል ግን ክሳብ ክንደይ ዝተሓላለኸ ስጊንጥር ከም ዝኾነ ግን ይፍለጥ እዩ። ኣወዳት ኣብታ ናይ መጀመርያ ናይ ምርኻብ መዓልቲ ምድንጋር፣ ምጭንናቕ ክገብሩ ዘገርም ኣይኰነን። ምኽንያቱ ሓደ ሓደ ግዜ ደቂ ኣንስትዮ ንባዕለን እንታይ ከም ዝደልያ ኣይፈልጣን እየን። ደቂ ተባዕትዮ ባዕሎም እንታይ ከም ዝደልያ ብልክዕ ክፈልጡ ጥራይ እየን ዝጽበያ። ኣወዳት ኣብታ ናይ መጀመርያ ናይ ምርኻብ መዓልቲ፣ ናይ ሓንቲ ጓል ሓንጎል መብዛሕትኡ ግዜ ንሓደ ወዲ ብኸመይ ንቕድሚት ከም ዝስጉም ከም ዘይፈልጥ ክገብሮ ይኽእል እዩ። ሓንቲ ጓል ኮነ ኢላ ድያ ወይ ከይተረድኣ ንፍቕሪ ክትሓታን ክትጥምታን ከም ትደሊ ዝሕብር ምልክታት ብዙሕ ጠቓሚ ነጥብታት ክንርኢ ኢና። ስለዚ ኣወዳት ተዳለዉ፣ ፒሮን ወረቐትን ሓዙ። ኣእምሮ ናይ ሓንቲ ጓል ኣንስተይቲ፣ ከመይ ይሰርሕ ዮዕሚቕና ብምምርማር ነታ ናይ መጀመርያ ኣፍቃሪትካ ንክትረኽባ ክሕግዘካ እዩ። ናብዚ ቻነል እንቋዕ ብደሓን መጻኹም እንዳበልኩ ኣብዚ ቻነል ሓደሽ እንተለኹም ሳብስክራይብ ክትገብሩ ነቲ በብጊዜኡ ዝፍነወልኩም ቪድዮታት ብቐሊሉ ንምርካብ ድማ ነታ ናይ ቃጭል ምልክት ጠውቑዋ ኢኹም ሰናይ ምክታል። ሓንቲ ጓል ክትሃድና ከም ትደሊ ዝሕብር ምልክት። ቀዳማይ ቅልጡፍ መልሲ፣ ሓንቲ ጓል እንተ ትግደሰልካ ኮይና፣ ኣብ መዓልቲ ህይወታ ክትእትወካ እያ ትጅምር። ቴሌፎን ብምድዋል ድዩ ቴክስት ብምስዳድ ምሉእ መዓልቲ ኣብ ኮንታክት ትገብረካ። ክተዕልለካን ብዛዕባ መዓልታዊ ውዕሎኻን ክትፈልጥ እያ ትደሊ። እቲ ብሞባይል ትምልሰልካ መልእኽቲ ቀልጢፉ ክመጽእ ከም ዝጅምር ክተስተብህል ኢኻ። ልክዕ ከምቲ መታን ቀልጢፋ መልሲ ክትበካ ኢላ ተሌፎና ኣብ ኢዳ ሒዛታ ትውዕል ዘላ ኮይኑ ይስምዓካ። ሓደ ሓደ ግዜ ቴክስት ክትሰደላ ከለኻ ተሌፎና ናይ ኣጋጣሚ ኣብ ኢዳ ሒዛታ ክትጸንሕ ትኽእል እንድያ፣ ሓደ ሓደ ግዜ ድማ መዓስ ይጽሕፍ ይኸውን እንዳበለት ተሌፎና ክትሕሉ'ያ ትውዕል። ቅድም ኣብቲ መጀመርያ ቴክስት ምስ ሰደድካላ ዓሰርተ ቆጺራ ብምጽናሕ ወይ ሓደ ሰዓት ጸኒሓ ትምልስ ኔራ ትኸውን። ሓንሳብ ብፍቕሪ ምስ ተታሕዘት ግን ንኹሉ ነቲ ንኣሽቱ ጸወታታት ትርስዖ'ያ። ብዛዕባ እቲ ክተዛርበካ ትደልዮ ሓቂ ብግልጺ ክትዛረብ ትጅምር። ካልኣይ ክትልመን'ያ ትደሊ። ኣብ መጀመርታ ፍቕራዊ ርክብ፣ ደቂ ኣንስትዮ ካብ ኣወዳት ቁሩብ ክልመና ይፈትዋ እየን። ርእሰ ምትእምማን፣ ጽቡቕ ስምዒት ከም ዝስመዐን እዩ ዝገብረን። ብፍላይ ርእሰ ምትእምማን ዘይብለን ኣዋልድ ብሓደ መልከዐኛ ወዲ ክልመና ከለዋ ዘደንቕ ስምዒት እዩ ዝፈጥረለን። ክትዛረባ ከለኻ ከም ዝደለየት ትመስል። ጸኒሓ ድማ ተገዳስነት ከም ዘይብላ ስምዒታት ተርኢ። ከምዚታት እንተ ኣስተብሂልካ፣ ምናልባት ሓደ ደቒቕ ሮማንቲክ ድምጺ ገይራ ክትዛረበካ፣ ጽኒሕ ኢላ ድማ ሕርቕ ሕርቕ ትብል፣ እዚ ከም ትግደሰልካን ኣብቲ ፍቕራዊ ሰርክል ኣትያ ከም ዘላን ዘመልክት እዩ። ዋላ ንነዊሕ ግዜ ብሓንሳብ ውጹእ ኣቓልቦኻ ንምርካብ ኣበርቲዕካ ጺዒርካ ክትረኽባ እያ ትደሊ። ዛዛይ ሓራይ ምባል ንመጀመርያ ግዜ ምስ ሓደ ሰብ ምስ ተላለና እሞ ድማ ንመጀመርያ ግዜ ፍቕራዊ ርክብ ንምጅማር ወይ ንምሕታት እንተ ኾይኑ ኩሉ ዓይነት ፍርሕን ጭንቀትን እዩ ዝመጸና። ኣብኡ ምስ በጻሕና ግን ብኡ ንብኡ ህድኣትን ሓጎስን ይስመዓና። ናብቲ ቆጸራ ብምኻድና ድማ ደስ ይብለና። ሓንቲ ጓል ኣባኻ ስምዒት እንተ ሃልይዋ ኣብ ዝቕጽል ቆጸራ ሓራይ ንራኸብ ዝብል መልሲ ጥራሕ እያ ተስምዓካ። ስለዚ ንዝኾነ ይኹን ነገርን ንኹሉ እትተሓታ ነገራትን እወ እንተኢላ እዚ ኣባኻ ተገዳስነት ዘርኢ እዩ። በቲ ኣባኻ ዘለዋ ስምዒት ምኽንያት ብዝተኻእለ መጠን ምሳኻ ብዙሕ ግዜ ክተሕልፍ እያ ትደሊ። ሕሉፍ ሓሊፍዋ ውን ሎሚ በይነይ ብጣዕሚ ሰልችዩኒ ኣሎ እንታይ ክገብር ከም ዘለኒ ከማን ኣይፈልጥን'የ ምጸንብ'ባ ወይ ብተዘዋዋሪ መንገዲ ዘዛናግዓኒ ሰብ ደልየ ክትብል ትኽእል እያ። ነዛ ነጥቢ እዚኣ ኣስተውዕለላ ምናልባት ተገዲሳትልካ ከም ዘላ ብዘይ ምስትውዓል ንኸተውጽኣ ሻህ ክተስትያ ክትቆጽራ ስለ ዝደንጎኻያ ክትከውን ትኽእል እያ። ራብዓይ ቅንኢ ደቂ ኣንስትዮ ዝፈትወኦ ወዲ ምስ ካልኦት ኣዋልድ ክርእየኦ ከለዋ ከም ዝቐንኣ ኩላትና ንፈልጥ ኢና። እንተድኣ ሓንቲ ጓል ምልክት ናይ ቅንኢ ኣብ ልዕሌኻ ኣርእያ፣ ከም ትፈትወካን ካልኦት ኣዋልድ ናባኻ ክቐርባ ከም ዘይትደልን ክትርኢ ኢኻ። ብዛዕባኣ ዘለካ ኣረኣእያ ከይትቕይርን ካልእ ሓዳሽ ጓል ከይትረክብን እያ ትጭነቕ። እዚ ዓቢ ምልክት እዩ፣ ብፍላይ ትፈትዋ እንተ ዄንካ፣ ምኽንያቱ ብዛዕባ ካልኦት ኣወዳት ተገዳስነት ከም ዘይብላ እዩ ዝሕብር። ሓንቲ ጓል ክትቀንእ ከላ ከም ቀሊል ነገር ጌርካ ኣይትርኣዮ ክትርደኣላ ፈትን ምክንያቱ ገሊኤን ኣዋልድ ጽቡቅ ጌረን ሃንድል ኣይገብርኦን እየን ልክዕ ኣቦትኣ ኮንካ ሕሰቦ ንሓንቲ ምሳካ ዘላ ዝፈተካያ ጓል ካልእ ወዲ ፍሽክ ክብላ ከሎ ከመይ ሃንድል ምገበርካያ ንሓንቲ ጓል ብዕላማ ብካልኦት ኣዋልድ ከተቅንኣ ትፍትን እንተለካ ዓቢ ሳዕቤን ከምጽእ ይክእል እዩ ኣቃልቦካ ንምርካብ ኣብ ክንዲ መሊሳ ትፍትን ንኩሉ ግዜ ክትርሕቀካ ትክእል ሓምሻይ ምጥማት እንተ ደኣ ንሓንቲ ደስ ዝበለትካ ጓል ክትዛረባ ርግጸኛ ተዘይኮይንካ፣ ትግደሰልካ ምዃና ክተረጋግጽ ተደሊኻ፣ ብማዕዶ ኣብቲ ዘላቶ ቦታ ካብ ክልተ ክሳብ ሰለስተ ሳዕ ኣብ ዓይና ክትጥምታ ትኽእል ኢኻ። እንተ ደኣ ምሳኻ ኣይ ኮንታክት ጌራ እሞ ከኣ ፍሽኽ እንተ ኢላትካ፣ እዚ ማለት ደስ ኢልካያ ኣለኻ፣ ክትሓታ ድማ ትጽበ እያ። ንመጀመርያ ግዜ ሓራይ ክትብለካ ኣይትኽእልን ትኸውን፣ እንተኾነ ግን ክትሃድና ትጽበየካ እያ። ተወሳኺ ድማ ሓንቲ ጓል ምሳኻ ኣይ ኮንታክት እንተጌራ ከም ትደልየካን ክትሃድና ከም ትደልን ዘርኢ ምልክት እዩ። ምሉእ ብምሉእ ተገዲሳ ኣላ። ንስኻ እውን ምሉእ ቆላሕታ ትገብረላ ከም ዘለኻ ከተረጋግጽ ኣብ የዒንታ መሊስካ ብምጥማት ተገዳስነት ከም ዘለካ ክተርእያ ኣለካ። ብሓፈሻ ሰባት ክእመንሉ ዘይደልዩ እኳ እንተኾነ እቲ ኣብ ፍቕራዊ ሌላ ዝግበር ጸወታ ልክዕ ከምዚ ድማ ደቂ ኣንስትዮ እውን ንስኻ ከይፈለጥካዮ ካባኻ ብዝሓሸ መንገዲ ኣብዚ ጌይም ክጻወታ ይኽእላ እየን። ብቐዳምነት ነቲ ጸወታ ቅድሚ ምጅማርካ ናብ ካልኣይ ደረጃ ክትበጽሕ እንተ ትደሊ ኮይንካ ርግጸኛ ክትከውን ኣለካ። ሕጂ ሓንቲ ጓል ትፈትወካ እንተ ኮይና ወይ እንተ ዘይትፈትወካ ኮይና ንምፍላጥ ከቢድ ነገር እኳ እንተ ዘይኮነ፣ ነቲ ምልክታት ምድላይ ግን እተን ትቐርበን ደቂ ኣንስትዮ በብደረጅእን ኣጸጋሚ ክኸውን ይኽእል እዩ። ገሊኤን ደቂ ኣንስትዮ ቀጥታ እንታይ ከም ዝደልያ ግልጺ ስለ ዝኾና፣ ካብ መጀመርያ ኣትሒዘን እንተ ፈትየን ወይ እንተ ዘይፈተዋ ቀጥታ እየን ዝነግራኻ። ገሊኣተን ደቂ ኣንስትዮ ድማ ሓፋራት ስለ ዝኾና ብግልጺ ከም ዝፈትዋኻ ክነግራኻ ይፈርሓ እየን። ገሊኤን ድማ ኣይግደሳን እየን፣ ንኽዘናግዓ ወይ ንኽጻወታ ጥራሕ እየን ዝደልያ። ነዚ ኣብ ላዕሊ ዝጠቐስናዮ ልሙድ ምልክታት ተጠቂምካ ነቲ ጌም ተረዲእካ ተሓልየልካ ትደልየካ ጓል ንምርካብ ዕውት ክትከውን ተስፋ እገብር። ጽቡቕ ፍቕራዊ ርክብ ክትምስርት ትኽእል ኢኻ መን ይፈልጥ። ክሳብ መወዳእታ ስለ ዝተኸታተልኩምኒ ብልቢ'የ ዘመስግነኩም። ነዛ ቪድዮ እዚኣ ተፈቲኹማ ላይክ ሼር ሳብስክራይብ ብምግባር ሳፖርት ግበሩኒ። ሕቶ ርኢቶ ተለኩም ድማ ኣብ ታሕቲ ጸሓፉለይ ከንብቦ'የ ክምልሰልኩም'የ።